ምሳሕ ጋር ትኽእሎን እያ ትብል ዊባ ሱቅ ትብል ኣነ ዳ ጨው ጨው ዝርግሕ መበልኳ ነረ መግቢ ዋ እስኪ ጠቅጠኒ ካብ መሊስ ምፅፋዕ ትፈትው ዶ ቁርብ ደይ ሰብኣይካ ፅፍዕ ከብለወካ ኣሎ ሓቂ ኣይፈቱን እየ እዚ ዋላ ከምዚ ጠፋይ ትፈትውን ኢኺ ጠፋይ ይፈቱ ብጎባ ዓይኑ ጥምተኒ ይፈቱ ደጎባ ባዓለይ ኣይፈቱ ኣለርጂ ኣብዚ ዶሳ ኣብዚ ዶሳ ከምዚ ገይሩ ነበር ከም ቁልዓ

ይገድፋ እንተ ሃሪብ ምኒ መሊሱ እሰይ ክ- ክ- ኣንጻሩ ክኸይድ እየ
ጋሊላ ጋሊላ ኣለኹ እንጂ እወ ኣለውኒ ድማ እንድሕ ትዛሪብኒ ብስነ ስርዓት ትዛሪብኒ ግን እ፣ ልቦና ይኸብደኒ ግን ብልቦና ሰብኣይ ካብ ዝዋቃዕ ደስ ዝብለኒ ካለ ሰብኣይ ዝዋቃዕ ኣለዋ ምሽ ሓንቲ ላትካ ሓደ ግዜ ዝዝክሮ ኣነስ ገብ ደብለኒ ድፈቱ ኢላ ክንዲ ሞኒካ ሕጂ ክንዲ ገለ ኣበይ ይርከቦ ክንዲ ገለ ኢዱ ገብ ዝሓሰካ ትብል ሞኒካ

ጠሓኒት ከመይ ገይረ እንደ ድልውዖ ዘለቲ ዛዳ ጠሓኒት ኮ ኣኾነ ከጥሕና ኮለ ጋም ጋም ጋም ጋም የብሎ እዚ ደሰም ጋ ከምዚ ገር ጥንጥወላ ክፈትላ እዘን ካብ ዓዲ ድመፃ ሓደ ሓደ ኣለዋ ክዛረባ ኮላ ደስ ተብለለን ሲ ኣብ ርእሰን ዘለወን ሰብኣይ ትርር ተበለ ገለ እየን ድብላ እንታሎ ከምዚ ትርር ተበለ ኣነ ከዓ ከተማ ግዳ ዓብየ ኮይና ከዓ እንድዒ ምፋሉ ከመይ ትጸልዮ ትርር ዝበለ ሰብኣይ ከመይ ዝጸልዮ ንእቦ ንዕባል ተሪር ንዓይ ማለት ተሪር ማለት ንዓይ በተሓሳስብኡ ፅንዓቱ ብልሓት ተሓሳስቡ እምበር ከምዚ ዝተሃራረም ደንቆሮ ኮይኑ እዩ ዝስምዓኒ እወ ደሓን እዩ እወ ሕጂ እንታይ ትመስልኪ ሓዳር እዩ ክሃጥዎ ዓክ እ? ሓዳር ቆልዑት ተብዚሕካ ገለ ተቢልካ እም። ቆልዑት የባእሱኻ እ፣ ገለ ኣለኪ ናብራ ናይ ዓድናስ ብዙሕ እዩ እወ ሱድ ኣብኡ ቆልዓ ናብ ኣጣል ኣይወፈርን ቆልዓ ናብ ማሕስያት ኣይወፈርን ገለ ትዳር ሪኢኹም እዩ ውሻጠ ግን ኣይኣቱን እዩ ሓቀይ ሕጂ ኣይፅርፍ መበልኮ ውሻጠ ኮይነ ኣቱ እምበር እዋ ኣብ ውሻጠ ከዓ ኣላ እኳ ንእዲ ከዓ ኣብ እምበር መርዓውቲ ኣቱ እዮም ውሻጠ ውሻጠ ኣቱ ድዩ ሰብኣይ እዋ መርዓውቲ ውሻጠ እዮም ዝውድዋ
መውሻጠ ተኣቱ ዶ ምሽ ሰበይታ እዩ ዝበሃል
ለካ ሃዲማ እንተኸይዳ እንዳኣል እምበረይ ውሻጠ

ትዳህላገይ ኣብዛ ዓዲ ዘወር በል በጃኺ እሱ ምጣ እዞም ኩሎም ንመፁን እዮም ደሎ ትመፅእ ስኻ ከመይ ገይረ ሞ ክመፅ ሎንዶን ዲክ ዘለኺ ንስካ ቲ ዓዲ እንግሊዝካ ዘይፈትዋ
ዓዲ እንግሊዝ ጥዑም እዩ ሚስሎ ሰላማዊ ዓዲ ጥዑም ዓዲ ገዛውቲ ከዓ ይፈላለ ግን በረኻ ኣለና በረኻ ኣሎ ተደሊኻ
ሎንዶን ዲክ ዘለኺ ወይ ከ ዘለኺ ኣነ ኣብ ለንደን እየ ዘለኹ ኣብ ማእኸል ለንደን እንዴት ኣብቲ ዓብይ ከተማ ኣብ ሰንትራል ለንደን እየ ወረገ ደቕመጥ ክገርመካ ዋ ኣነ ደኣ ከተማ ዘይፈቱ ዳህሊገ እዩ እ? ከተማ ዘይፈቱ ናይ መዓኮር ጥራይ ግዜ እያ እዚኣ ኮፍ መበሊት ሃ፣ እዚኣ ሪኢኺ ፅብቕቲ እያ ወርገ እዚኣ ከዓ ምስ ደቀስካ ከዓ ኣብዚኣ ኣብዚኣ ምሕኹልታት ግብረ ጓል ሰይቲ ከምዚ ኢላ ጥግዒ ዝደቀሰ ፅብቕቲ እያ እዚኣ ከምዚ ዓተር ኣለዋ ውሽጣ። ምሸ።
ወዲ ረዚያ ተብለን መዓኮራይ። ጉዐይ እኳ ከምዚኣ ጌርክን ክትወልዳ ዘለኽን እያ ትብለኒ እዛ ደዋልት። ትርኣስ ግበራሉ ፍሽር እንድያ ትብል። መትርኣስ ጌርካ ኮፍ ኢልካ ትሪ ኢላ ኮይና ቁርቲ እምበር ንሕቆኻ ጽብቕቲ ሓፍ ተብለካ። ፍሽር እያ ትብል ወይ ከኣ ብታሕቲ ከምዚ ኢልካ ትረግጻ ብሕምብርታ ረግጻ ጽቡቕ እዩ።

ንሱ እዮም ካብዚኦም መንእሰያት ክፈልጥዎ ደለዎም ግድን ኣይኮንካን ኣብ ጉዳይ ክትበፅሕ ተዕልል ናይስ
ስጋ ሃይ ልብለኪ ኣለኹ ጓል መምህር ነይራ ሓንቲ ብነፋሲት ኮለና ጓል መምህር በረኸት ትበሃል ነይራ ልክዕ ንዓኺ እያ ትመስል ዕርፍቲ ንክትወፅእ ይናፍቓ ነይረ ክትሪኣ በቃ ንክትዕልላ ንክትሪኣ ዋላ በቃ ትሓፍራ ዲኻ ግን ኣይድነው እቲ ግርማኽን እኮ ኣይድፍርን እዩ ግን ንገሮም ከመይ ጌርካ እዚ ፎር እኳ ድዩ ብጣዕሚ እኳ ትብላና ፍቅሪ ትፈልጥ ዶ ዳሪገይ ከመይ ከመይ ገብረኩም እስከ ንገረኒ ሟዕ ብፍላይ ጓል ኣንስተይቲ ዘይትዛረባ ዘይትደፍራ እንድሕር ዳኣ ኮይንካ ብፍቅሪ ናይ ብሓቂ ፍቅሪ ተፍቅራ ተኮይንካ ንሃየን ዓቂባ ማይ ኢኻ ትኾን በቃ ማይ ቅዝሕ ክትርእዮ ከለኹም ኣበይ ይስምዓኩም? ኣብ ልብኹም ትፍትዎ ሰብ። ዳሕራይ ርኢኺ ምትንኻፍ ገለመለ ምስ በጻሕካ ገለመለ ኣለኪ ቁሩብ ተጓሓሕሽ ሽም ጣሕስ። እነ እምበር እስኻትኩም ክትፈትዉ ከለኹም ወድስ ድሕር ጓል ናይ ብሓቂ ፈቲኻያ ንን ንክሳይ ደለኻያን ፍልልዩ ንቲ ስምዒት እንታይ የባኹም እሞ ሕጂ ንኣብነት ወዲ ተባዕታይ በዚ ናተይ ማለት እዩ ንኣብነት ከምዚ ከማይ ደም ዘለኩ ኣነ

ሕጂ ኣብዚ ኣብ ደም ኣብ ጓል ኣንስተይቲ ይፈላለ እዩ ኣብ ደም ሕጂ ደም ኣርኤች ደም ኦ ደም ቢ ደም ኣርኤች ኔጋቲቭ እዚ ኩሉ ኣርኤች ኔጋቲቭ ዝበሃል ደም ዘለዎም ደቂ ሰባት ብጣዕሚ ጓል ኣንስተይቲ ብሕታውያን ባሕቲ ንጓል ኣንስተይቲ ክብሕትዋ እዮም ዝደልዩ
ኣርኤች እወ ማለት ኮምፒቲሽን ኣይደልዩን እዮም በይኖም ጥራይ ናቶም ጥራይ ክትከውን። እዎ ባቃ ክብሕትዋ እዮም ዝደልዩ ካልእ ሰብ ክቀርባ ኣይደልዩን እዩ ሓደገኛታት እዮም ካኣ ድሕር ዳኣ ካልእ ሰብ ቀሪብዋ ሓደገኛታት እዮም። ተፍቅሮም።
እወ ክሳብ ሞት እዮም ዝኸዱ ንስቲ ክስታይ ማለት እዩ ሕጂ በቲ ናቲ ሕጂ ክፋታትዋ ጓል ኣንስተይቲ መጀመርያ ብዓይኒ እየ ዘፍቅር ብዓይኒ ሪኣ ኣካያይዳኣ ይሪኣ ፀጉራ ይሪኣ መልክዓ ይሪኣ ኣዘራርባኣ ክብረታ ይሪኣ ሕጂ ቀስ ገይሩ ልኡም ፍቅሪ ዝበሃል ኣሎ ንሱ እዩ እንዳኣተወካ እንዳኣተወካ እንዳኣተወካ ትኸይድ ካብዛ ነብስኻ ንላዕሊ ትፈትዋ ካብዛ ነብስኻ ንላዕሊ ዋላ ሕጂ ክትጠልማ ወይ ከተብላ ውን ኩሉ ክትሓልፈላ ኢኻ ትደሊ ኦረዲ ክትፈላለ ኣለኻ ከለኻ ሽግር እዩ ወይ ንሳ ገድፋትካ ናብ ካልእ ትምርዖ መርዐአን ኣብ መርዐአን ዝወዓል ኩሉ ግዜ ነይር ናይ ገሌን ኣነ
መኸራ ዋታ ይግበር ትውዕል እምበር ተፀሚምካ

ተማሃ እቲ ወዲ ዝወሰዳ ዋ፣ ኩሕላ እዩ እምበር ተወዲ ዓዳ ዝተምሃረ ዩኒቨርሲቲ ኣሰይ እሞ ደሓን እያ ኣብ ግሬድ እያ ጌራ ማለት ታሕቲ ከደት እያ ሟዕ ኣብኡ ዝያ ጀነሬሽን ክንዲ ኩሉ እንዳበልካ በል ግይስ ትብልካ ንስኻ እውን ኣቤት ከምዚ ዘይንሰዓዓብ ነበርና ካልኣይ ተተና ትስዕባ ኔርካ ዲኻ ወደባ ስዕባ እውን እየ